ክትሓርሳ ኩለኽን ሓንሳብ ከምዚ ቀጠልያ ዓይነት ማይ ወይ ሓመዳዊ ዓይነት ማይ ክፈስስ ከሎ እዚ መኮንየም ይበሃል ናይ መጀመርታ ቀልቀል ናይ ቆልዓ ማለት እዩ ስለምንታይ ኣብ ነብስኽን ከለዉ ከምኡ የውፁ ነቱ ቆልዓ ደምፃሉ ነቶም ቆልዑ ደምፃሎም ፀገም እንታይ እዩ ንዓኽን ደምፃልክን ፀገም እንታይ እዩ ከመይ ጌርና ኸን ነብስና ክንከላኸል ንኽእል ሎማዓንቲ ብዛዕባኡ ክዛረበይ ከመይ ቀኒኹም ኣሕዋተይ ትምህርትና ንቐፅል ኣብ ጥንሲ ቆልዑ ከም ትፈልጦ ብማይ እዮም ተኸቢቦም ዘለዉ ሕጂ እዚ ኣምኒዮሪክ ፍሉድ ሓደ ንቆልዓ ፕሮቴክት ገብሮም ማለት እዩ ክንንቀሳቀስ ከሎና ከይህሰ እዩ ካልኣይ እውን ብዙሕ ነገር ትነግረና ኣለዎ ማራ ተበዚሑ ሽኮርያ ከይህልወኪ ንርኢ ማራ እንተጎዲሉ ማይ ይፈስስ ከይህሉ ኢንፌክሽን ከይትገብራ እውን ንርኢ ሓንሳብ ሓንሳብ ንሪዮ ግን ኣክንዲ ከምዚ ሕብሪ ደይብሉ ከም ኖርማል ማይ ድመስል ቀጠልያ ወይ ሓመዳዊ ይኸውን እዚ መኮንየም ተሓዊስዎ ኣሎ ማለት እዩ። መኮንየም ክንብል ከሎና ሕጂ እዚ ትርእዮ ተለኽን እዚ ቀጠልያ ነገር እቲ ቀልቀል ናይ ቆልዓ ኣብቲ ማይ ተሓዊሱ ኣሎ ማለት እዩ። ከምኡ ስለ ዝኾነ ከኣ እቶም ቆልዑ ክንቀሳቐሱ ከለዉ ክሰትይዎ ይኽእሉ እዮም፣ ተሰትዮሞ ከኣ ናብ ሳንቡኦም ክኸይድ ይኽእል እዩ።

ምክንያቱ ንቆልዓ ንከተድሕን ኢልካ ትገብሮ ደለካ ነገር ስለ ዝኾነ ካልኣይ እውን ብከምዚ ዝመፀ ብዙሕ ነገራት ናይ ኢንፌክሽን ናይ ደም ኢንፌክሽን ኣሎ ናይ ሰብስስ ማለት እዩ ናይ ምስትንፋስ ፀገም ክገብሮ ይኽእሉ እዮም ብከምኡ ድመፀ ከዓ ንነዊሕ ግዜ ኣብ ኒክዩ ክድቅሱ ይኽብሉ እዮም ቆልዑ። እዚ ሕጂ ስለምንታይ ከምኡ ይኸውን ከመይ ጌርና ከ ኣብዚ ከይበጻሕናስ ብድካለና በቲ ብሕክምና ንሪኦ ማለት እዩ በቲ ንብለክን ጌርክንሲ ደቅኽን ኣብዚ ከይበጽሑ ንስኽን እውን ደሓር ኢንፌክሽን ንኸይትገብራ ከመይ ጌርክን ነብስኽን ትከላኸላ? ሜኮንየም ኖርማል ኣብ ቆልዑ ናይ መጀመርታ ቀልቀል ናይ ቆልዓ ማለት እዩ። ንበዝሕ ግዜ ምስ ሓረሳ ኣንስቲ ኢና ንሪኦ ኣዴታት ወይ ከተጥብዋ ምስ ጀመርክን እታ መጀመርታ ቀልቀል ትወፅእ እያ መኮንያ እዚ ግን ንበዝሕ ግዜ ምስ ሓረስን ኢና ንሪኦ ስለምንታይ ደኣ እሞ ኣብ ማህፀን ይረአ ሓንሳብ ሓንሳብ እዚ መዓስ ንሪኦ ሓደ ስትረስ ተገይሩ እቲ እቲ ቆልዓ ወይ እታ ቆልዓ ማለት እዩ ስትረስ ስለምንታይ ይገብር ቆልዓ ሓደ መዳሕንቲ ስርሑ ክቋርፅ ተጀሚሩ ወይ ከምቲ ድድለ ደይሰርሕ ተሎ እዚ ኣብ ምንታይ ንሪኦ እዘን ዕድሜኽን ካብ ሰላሳን ሽዱሽተን ንላዕሊ ደለኽን ካብ ሰላሳን ሽዱሽተን ክሳብ ኣርባዓን ሰለስተን ደለኽን ኣድቫንስ ፎር ማተርናል ኤጅ ንብሎ ማለት እዩ እቲ ናትክን ዕድመሲ ልዒሉ ስለ ዘሎ እቲ መዳሕንቲ እውን ቀልጢፉ ስርሑ የቋርፅ ብኸምኡ ኢና ዕድሜክን ልዕል ድበለ ኣንስቲ ስጋብ እቲ ናትክን due date ክትጸንሓ ደይንደሊ ምክንያቱ ቆልዑ በቲ stress በቲ ብዙሕ ደይሓልፎም ደሎ እቲ መዳሕንቲ ስርሑ ከቋርጽ ስለ ድጀመረ ከምዚ ስለ ንርኢ ቆልዑ ኣብ ከምዚ ከይበጽሑ ማለት እዩ እቲ ካልኣይ ከኣ maternal condition maternal condition ማለት ናይታ ኣደ ደም ብዝሒ ተለክን እዚ ጀስቴሽናል ሃይፐርቴንሽን ንብሎ ማለት እዩ ዳያቢቲስ እዚ ሽኮርያ ተለክን ጀስቴሽናል ዳያቢቲስ ተለክን ዝኾነ እስኽን ከምዚ ረስኒ እንተጌርክን ናትክን ኣይረን ከምቲ ድድለ ተደለ ንስኽን ነብስኽን ፅቡቕ እንተደየለ ንቆልዓ ከምቲ ድለ ደይሓልፎም እንተሎ ምክንያቱ እንዳገጀፉ ክኸዱ ከለዉ እቲ ንነብሶም ደድልዮ እንዳበዝሐ ይኸይድ በቲ መድሓንቲ ከምቲ ድድለ ኣይሓልፎምን እዩ ደሎ ከምኡ ስለ ዝኾነ ከዓ ስትረስ ስለ ዝገብርት ነብሶም ከምዚ ኣብቲ ማይ ንርኢ ማለት እዩ እታ ሓንቲ ካልእ ንሪኣ ከዓ ኦክሲጅን ከምቲ ድለ ደይሓልፎም እንተሎ ኦፍኮርስ እዚ ከዓ ናይቲ ኣገን መድሓንቲ ከምቲ ድለ ኣይሓልፎም እዩ ዘሎ ማይ እንተ ትሒቱ ኣብቲ ጠንሲ እዚ እንታይ ማለት እዩ እቲ ማይሲ ቀስ ብቐስ ይወፅእ ኣሎ ማለት እዩ ሕጂ ማይ ጎዲሉ ከነሕርሰክን ክብልኽን ከለዉ ከምዚ ክመፅእ ስለ ዝኽእል ሕጂ ከዓ ሕሰቦ ኖርማል ማይ እንተሎ እቲ ቀልቀል እንተሎ ይብፅበፃኡ ከም ያ ዴንጀረስ እዩ ግን ማራ ስለተበፀ እቲ ማይ ስለ ዝበዝሕ ሜቢ እቲ ንዕኦም ኣፌክት ክገብሮም ዝኽእል ነቲ ሳምብኦም ክኣትዎም ዝኽእል ወላ እንተኣትዎምሲ ዝበዝሕ ማይ ክኸውን ይኽእል እዩ ኣብ ትማይ ተጎዲሉ ግን ትማይ ውሕድ እዩ ሞ ሕጂ ቀልቀል ወስኸሉ እንታይ ይኸውን ከምዚ ሓፊስ ነገር ይኸውን ሕጂ ኣብቲ ሳምቦኦም ክኣቱ ከሎ ንዕኡ ንኸተውፅእ ምስ ሓረስ ግን ቆልዓ ክዘሰኽእል እዩ ሳምቦኦም ደይምለስ ዓይነት እንታይ ሽሙ ክገብሮ ክኸውን ይኽእል እዩ ንዕኡ ንክትስሕብሲ ንቆልዓ ታስእ ትኽእል ኢኻ ሕጂ ስለምንታይ ስጋብ ስቕኢልካ ምፅባይ እታ ሓንቲ ኣብዚ ንሪኣ ከዓ ካብቲ ክትሓርሳሉ እተባሃለ ማራ ምጽባይ እዩ ነዚ ነገራት ደርእየና እቲ ስትረስ ነቲ ቆልዓ ንሪኦ ካብቶ ትሓርሳሉ ድበሃል ስቕ ኢልካ ምጽባይ እዚ ሕጂ እዚ ፖስት ዴት ንብሎ ካብቲ ሰዓት ክንትሓርሳሉ ሲ ገሌኹን ሰሙን ገሌኹን ክልተ ሰሙን ለንቀነ ከዓ ሰለስተ ሰሙን ስጋብ ኣርባዓን ሰለስተን ሰሙን ክንፀኒሕ ኢና ድብላና ኣለዋ ፎር ዋት ስለምንታይ ምክንያቱ ምስ ሓረስ ግን ዘሎ ዘረባ ሽሑኻ ደቀይ ስለምንታይ ንክዩ ደቂሶም እንታይ ኮይንኩም ኣንቲባዮቲክስ ትብሉ ኣለኹም እንታይ ኮይና ናብ ኣልበርታ ችልድረን ሆስፒታል ንኸይድ ኣለና ሽዑ ዘረባ ይመፅእ ስለምንታይ ምክንያቱ እቲ ምፅባይ እወ ማርያም ክትመፃኒ ባዕሉ ሕርሶም መፃኒ ደይደልዮ ሰብ የለን ግን እቲ ድመፅእ ከዓ እንዳፈለጥና ሓደ ቆልዑ ክደቁ ይኽእሉ በቲ ደይሓልፎም ዘሎ ገሊኦም ማራ ይገችፉ ገሊኦም ከምዚ ብዙሕ ይሰትዩ ሽዑ እቲ ድመፅእ ደይንሓስበሉ ኮይና ሶ ፕሊዝ እዚ እንዳ ፈለጥ ግን ሓንቲ ከዓ ብብዙሕ ድሰምዓ እቲ ናይ መጀመርታ ኣፖይንትመንት ክመፀ ከለዋ ስፔሻሊ ሓበሻ ተኮይነን ኣነ ተርእየን ብትራንስሌተር ተደሪእነን ማለት እዩ ናተን ሂስትሪ ክወስድ ከለኹ ኦኬ ቅድሚ ሕጂ ወሊድክን ትፈልጣ ዶ እወ ከመይ ኣለዉ ጥዕናኦም ሕጂ ኦ ኣብ ድሕሪ ክልተ ሰሙን ሲ ሞይትን እንታይ ከም ዝኾነ ወይ ድሕሪ ሽዱሽተ ሰሙን ሲ ከምዚ ኮይናስ ዓሪፋ ገለ ኢንፌክሽን ገይራ ናይ ምንታይ ኢንፌክሽን እንዴ ግን ክብሉ ንከለውስ እቲ ማይሱ ኖርማል ኣይነበረን ከምዚ ማለት እዩ ምክንያቱ ኣብ ኣፍሪቃ ክትወልድ ከለካ ቢ ናይ ንኪቲ የለን ከምቲ ድለ መሳርሒ የብሎም ንኸውን ኣንቲባዮቲክስ ከምቲ ድለ የለ ንኸውን እቲ ቅድሚ ሕጂ ነበረስ ኣብዚ ክድገም ከሎ ማራ ይስማዓካ ምክንያቱ እቲ ካብዚ ንንዮ ኣይትሕለፋ በጃኽን ሕጂ ከነሕርሰክን እወ ተጸቢናክን ንሰሙን ግን ኣብቲ ሰሙን ሕርሲ ይመጸን በጃኽን ኣቐድም ኣቢልና እቲ ሕርሲ ከምድጀመር ክንገብሮ ክብሉኽን ከለዉ ከምዚ ነገራት ምእንታን ኣቮይድ ክንገብሮ ማለት እዩ እቲ ደየድሊ ዓይነት ንቆልዑ ኣብ ኒኪዩ ክድቅሱ እዚ ሲፓፕ ክንገብረሎም ኦክሲጀን ወይ እዚ ሪሳሲቴሽን ምስትንፋስ ስኢኖም ከም ስርዓት ከም ደሰንፉሱ ክገብሮ ከሎ እዚ ቀሊል ነገር ኣይኮነን ንቆልዓ ንዓኹን እውን ከምኡ ንክትሪኣ ጽቡቕ ኣይኮነን ስፔሻሊ ሕርስ ኣቢልካስ ምስ ደቅኻ ምሳሉ እዚ ስኪን ትስኪን ኣብ ዝደደቅስዎም ምስኦም ክንካ ከተጥብቦም ገለ እስዩ ኣይ ቲንክ ወሊደ ይፈልጥ ግን ከምኡ ድሌት ንክኸውን ይርዳእኒ ሕጂ ስቕ ኢልካ ከምዚ ማርያም ትመፃኒ ገለ እቲ እምነት ይርዳእኒ እንድዩ ግን ንደቅና ኣብዚ ከይወድቁ ንስኽን እውን ድሓር ኢንፌክሽን ከይትገብራ በዚ ድመፀ ናይ ደም ኢንፌክሽን ከይገብሩ ቆልዑ ኢልና ፕሊዝ ቅልጥፍ ኢልክን ሕረሳ ንብለክን ስጋብ እታ ዲዩ ዴት ክንፅበየክን ንኽእል ኢና ግን ስቕ ኢልካ ሓደ ዕድሜኽን ካብ ሰላሳን ሽዱሽተን ንላዕሊ እንተኮይኑ እሱ ናቱ ደምፅእ ሪስክ ኣለዎ ጀስቴሽናል ዳያቤትስ ዘለክን ሽኮርያ ደለክን ናይ ደም ብዝሒ ደለክን ካልእ ነገራት ከምቲ ድደለናትክን ኣይረን ከምቲ ድለ ተደየለ ወላ ኣይቪ ኣይረን ሂብናክን ከምቲ ኖርማል ተደየለ ንስኽን ፅቡቕ እንተደየለኽን ቆልዑ ፅቡቕ የለውን ፔሪየድ

ዶክተራት ክንድበልኹን እንዳሰማዕኽን ካብ የድሕንክን ዝኾነ ሕቶ ተለኩም ፕሊዝ ኣብቲ ኮመንት ጸሓፉለይ ንሕጂ ናይ መሰጂ ኣዕጽዮ ኣለኹ ብጣዕሚ ቢዚ ስለ ዘለኹ ዝኾነ ደይተርዳእኩም ተሎ ግን ኣብቲ ኮመንት ጸሓፉለይ ብድካ ኣለኒ ይምልሰልኩም ንሕጂ ግን ሩክነይቲ